እሱ ኣይኮነን ትሕቶ የስ ኣብ ኤርትራ ትሽግር ኣሎ ነቲ ሽግር ክዕመም ገለ እንድሕር ኮይኑ እቲ ሽግር ክፍታሕ ገለ እንድሕር ኮይኑ ሶሉሽን ክመፅእ ገለ እንድሕር ኮይኑ ግን እብለካ ኣለኹ ኣነ ኣነ ንደንቢ ተቋሚ ኩሉ ግዜ ኣነ ዝሃርሞ እንታይ እዩ መሲልካ ምክንያቱ ንፁር ዝኾነ ዕላማ ገለ የብሉን ንኤርትራውነት ዝውክል ዕማም ገለ የብሉን ንኤርትራውነት ዝውክል መናፈስቶ ተፃዕነ ነገራት ገለ የለን ርኢናኩም ኳ ኢና ኣብዚ ሰለስተ ዓመት ኣርባዕተ ዓመት ምሉእ እኮ ነዚ ብምሉእ መንእሰይ ተጓሕጒሑ ንክወፅእ መዓት ጎስጓሳት እኮ ተገይርኩ እዩ መዓት ጎስጓሳት ነይሩ እዩ እንታይ እቲ ጎስጓስ ነይሩ ንሕና በቃ ደቂ ኣውራጃና ካብ ኤርትራ እ፣ እ፣ ካብ ኤርትራስ በቃ ኣውፂናዮም ኢና ነፍሲ ወከፍ ወለዲ ኣብ ኤርትራ ገለ ዘሎ ወይ የሕዋትና ነጊርና ኣውፂናዮም ኢና እኮ ዝብሉ እኮ ተቃወምቲ እኮ ነይሮም እኮ እዮም ነዚ ጠንቂ እዚ ሕጂ ናብዚ ከምዚ ዓይነት ነገር ጠንቂ ዘውደቕዎ ኤሊታት ወይ ተንቀሳቐስቲ ኣብ ልዕሊ እንግዳዕ ናይ መንእሰይ እ፣ ተሓንጊሮም ዝኸዶ ፖለቲካ ወይ እ፣ ዝቕልሶ ፖለቲካ ሰባት ኣለዉ ነዙይ ከም መንእሰያት ይቆፃፀርዎ ዶ እንድሕር ኢልካና ይቆፃፀርዎም እዩ ወዲ ድኻ ወዲ ሓረስታይ ተረዲእካሉ ፍቆዱ ይመውት እቶም ኢሊት ኢሎም ንነብሶም ዝሓስብዋ ከዓ ፍቆዶ ካናዳን ፍቆዶ ኣሜሪካን ተረዲእካሉ ሸናዕ ብልለዎ ማለት እዩ እዚ ዲ ትፍታሕ ንህዝቢ ኤርትራ በዚ ከምዚ ዓይነት ነገር ዲካ ፍታሕ ከተምፃሉ ንህዝቢ ኤርትራ ኖ ደንበ ተቃውሞ ኮምፕሊትሊ ተረዲእካ ኣሎ ክዕረ ጥራሕ ይግለ ደለዎ እንድሕር መሰረታዊ ዝኾነ ነውጢ ኣብ ኤርትራ ፍታሕ ክመፅእ እንድሕር ትደሊ ገለ እንድሕር ኮንካ ኮምፕሊትሊ ደንበ ተቃውሞ ተፈንጢሑ ክስራሕ ክኽእል ኣለዎ ቀዳማይ ካልኣይ ካብ ዓይነትን እንዳን ቀቢላን ኣውራጃን ተረዲእካ ኣሎ ካብ ሃይማኖትን ክወፀእ ክኽእል ኣለዎ ንዚ ኩሉ ጠንቂ ናብዚ ከምዚ ዓይነት ገር ህዝብና ንክሽመም ገለ ዝገበሩ ኤሊታትስ ኣለዉ ይብለካ ኣለኹ ኤሊታት ኣለዉ ሰው ሕጂ ናበይ ኢኻ እቲ ሓቂ ተረዲእካ ኣሎ ኣነ ከም ሓቂ ሰለስተ ዓመት ኣርባዕተ ዓመት ንዓይ ሚኪ ንህለካ ዋና ገዛ ንዓይ ይፈልጠኒ ብመትከሊ ኣነ ደንብ ተቃውሞ ተረዲእካ ኣሎ ኣነ ዝቃወሞ ገለ ማለት እዩ ምክንያቱ ንፅርነት የብሉን ኣብ ትሕቲኡ ተገዚኦም ገለ ዝኸዱ ወይ ኣብ ትሕቲ ናይቶም ኢሊታት ተገዚኦም ገለ ዝኸዱ ማንም ሰብ ነቶም ኣብ ላዕሊ ገለ ዘለዉ ከም ኮረሻ ተሰቂሎም ናብ ድሌቶም ሰለስተን እንስሳን ዲግሪ ፖለቲካ ኣብ ርእሶም መርዚ ዝኾኑ ቃላትን መርዚ ዝኾነ ፖለቲካን ይእትዮም ዝቕልስዎም ክቆፃፀርዎም ግላ ኣይክእሉን እዮም እቶም ኣብ ታሕቲ ግለ ዘለዉ ክቆፃፀርዎም ኣይክእሉን እዮም ውፉይ እንታይ ኢሉ ጀስቲድ እንታይ ኢሉ ረዲ ኣሰና እንታይ ኢሉ በቃ በቲ ዝበልዎም በቲ ዝበልዎም ጥራሕ እዮም ጥ- ጥምሪሖም ግለ ዝኸዱ እንድሕር ኢሰያስ ስታስ ዓመት ገዚእና እዩ ኢልካ እንድሕር ትቃወሞ ገለ እንድሕር ኣለኻ ኣብዚ ዘሎ መንእሰይ ከዓ ተረዲእካ ኣሎ ፅባሕ ንግሆ ክመርሓካ ወይ ከም ኢሊት እንድሕር ትሓስቦም ፖለቲከኛታት ገለ እንድሕር ኣለዉ እስኻ ከም መንእሰይ ነዞም ሰባት እዚኦም ካበይ ተበጊሶም ፅባሕ ንግሆ ናበይ ከዕልብዮም እንድሕር ክትቋፃፀሮም እንድሕር ዘይትኽእል እንድሕር ኮንካ ፅባሕ ንግሆ እውን ነዚ ህዝቢ ኤርትራ ሽግር ሒዝካ ኣሎ ክትመፅእ ኢኻ ሽግር ሒዝካ ኣለኹ ትመጽእ ኢኻ ሶ ሽግር ሒዝካ ኣሎ ከይመጻኻ ከለኻ ገና ኣብ ኤርትራ ስልጣን ከይተቆጻጸርካ ከለኻ ኣብዚ ንዓኻ ዝቕልሱ ዘለዉ ሰባት ከመይ ጌርካ ትቆጻጸሮም ክትሓስብ ክትክል ኣለካ ማለት እዩ ሶ ኣብ ዶባት ገለ ዘለዉ ኣብቲ ናይ ሓገዝ ገለ ክትብሎ ገለ ዝፀናሓኻ ክብሪ ሓው ኣፈወርቂ ኦፍኮርስ ኤርትራውያን እዮም ኣሕዋትና እዮም እቲ ጠንቂ ግን ክፍተሽ ክኽእል ኣለዎ እቲ ጠንቂ ክፍተሽ ክኽእል ኣለዎ ሲምፕሊ

ግዳማዊ ፖለቲካ እኳ እዚ ግዳማዊ ፖለቲካ ኣብ ግዳም ድሕር ተተዛሪቦም ከዓ ተረዲካሉ ብዛዕባ ግዳማዊ ፖለቲካ ኣነ ሰምዓኮ ኣካል ናይቲ ሕብረተሰብ ክሳብ ዝኾንካ ክዛረብ ከዓ ንዓይ ከዓ ከተፍቀደለይ ክትክል ኣለካ ሶ ንክስቶ ኣይተልዕል ንክስቶ ኣይተልዕል ኢልካ ተረዲካሉ ንዓይ ክትዛረበኒ ግለይ ትኽእልኒ ኢኻ ልሚት ክትገብረሉ ግለይ ትኽእልኒ ኢኻ ንሓሳባተይ ዋእ ህዝቢ ኣጥፍኦም ገለ እንዳተባህለ ኮላ ሓንቲ መዓልቲ ንዓኻ ኣፈወርቂ እ፣ ሰሚዕካ ግለ ኣይፈልጥን ዓገብ ኢልካ ኣይ- ኣይ- ኣይትፈልጥን ኣይፈልጠካን እውን ኣብዛ እዚኣ እያ ኣነ ንዓኻ ር- ድሪእካ ዘለኹ ሕጂ ኣብቲ ግዳማዊ ፖለቲካ ክኸይድ ገለ ዝፀንሐ ኣብዚ ክልተ ዓመት ሰለስተ ዓመት ሓደ ፖለቲካ እተሰርሐ ነገራት ኣሎ እሳ ከዓ እንታይ እያ ንህዝቢ ኤርትራ ካብ ኤርትራ ጓሓጒሒኻ ኣውፂኢኻ ከመይ ጌርካ ተረዲእካ ኣሎ ማሕበራዊ ምትእማኑ ኣጥፊኢኻ ኣማህሚንካ ኣብ ስልጣን ከመይ ጌርካ ትኹየጥ እያ ነይራ እታ ዕላማ ገለ ማለት እዩ እታ ፖለቲካ ከዓ ተረዲእካሉ ፅቡቅ ጌርና ቆኒንናያ ፋሕ ብትን ከዓ እቲና ኣላ ገለ ማለት እዩ ምክንያቱ ንፆርነት ክሳብ ዘይሃለዋ ማለት እዩ ሲምፕሊ ሶ ሕጂ ኣነ እንታይ እየ ዝብለካ ዘለኹ መሲልካ ኣብ ኢትዮጵያ ዶባት ዶባት ወይ ኣብ መሬት ትግራይ ገለ ዘለዉ ክሕገዙ ኣለዎም ዶ ክሕገዙ ኣለዎም እዚ ናይ ተቃወምትን ናይ ደገፍትን ገለ ኣይኮነን እንድሕር ንኤርትራዊ ዜጋኻ ከም ሓውኻ ከም ሓፍትኻ ከም ወዲ ሃገርካ ከም ወዲ ዜጋኻ ኣካል ናይቲ ሕብረተሰብ እቲ ህዝቢ ዋንነትካ ምዃኑ እንድሕር ተረጋግጽ ገለ እንድሕር ኮንካ ወይ ዝስምዓካ ዝኾነ ዓይነት ነገር ፌሊንግ እንድሕር ዘ- እንድሕር ኣለካ እዚ ናይ ተቃዋማይን ደጋፋይን ገለ ዘይኮነ ብምልኡ ሕብረተሰብ ኤርትራ ነቶም ኣሕዋትና ኣብ ዶብ ሽግር ዘጋጥሞም ገለ ዘሎ ብምልኡ ሰብ ተረዲእካሉ ኢዱ ጥራሕ እዩ ክስፍስፍ ገለ ዘለዎ ማለት እዩ ዋላ ቃ ቅርሺ ትኹን ዋላ ዓ ዓሰርተ ትኹን ዋላ ዓ ዕስራ ግለ ትኹን ገለ ማለት እዩ ክንግረካ ማለት እዩ ንምንታይ እዮም ግን እስካ ኣብኡ ከለካ ደንበ ተቃውሞስ ነዚኦም ኣብ ሽግር ዘለዎ የሕዋቶምሲ ንምንታይ እዮም ዘይሕግዙ ኣነሲ እቲ ፍታሕሲ ብከመይ እዩ ክመጽእ ደልዮሞ ደለዉ ኣነ ኣይ ዶንት ኖው ዝተሸገረ ሓውካ ብዘይምጥማት ወይን ድማ ዝተሸገረ ሓውኻ ዘይምርዳእሲ ብኸምኡ ለውጢ ድመጽእ ኮይኑ ይስምዖም ኣሎ ይበል ኣነሲ ክሪኦም ከለኹ ከምኡ ይመስለኒ ብዛዕባ ህይወቱ ዘይዛረብ ሕጂ ህይወቱ ዝተጓሕፈ ሰብሲ ብዛዕባ ህዝቤታ ዛረብ ብዛዕባ ህይወትካ ህይወትካ ክትቅድም ድሕሪ ብዛዕባ ህዝቤታ ዛረብ ኣታ ብራዘር ንዓባታ ንዓይ ሓቲትመ ክስታይ እባ ክስታይ ግበርዎ ባእ ንዓይ ሓቲትመ ንዓይ ሓቲትመ ንዓይ ኣነ ሓቲትመ ሓቲተዮ እኮ ንኽንሰ ዋና ገዛ ኣነ የሕዋት ፕሊስ በጃኻትኩም ኦኬ ታንክ ዩ ኣብዚ ፊት ስለዝረኣኽዎም እያ ከምኡ ኢለ ማለት እቲ ዝፅሕፍዎ ቃላት በቃ ነቲ ህዝቢ ድምጥን ኣይኮነን ምክንያቱ ንፅባሕ ንጎ ለውጢ ዝደሊ ሰብ ፅቡቅ ድኾነ ቃላት እዩ ኣብዚ ድፅሕፍ ተረዲካ ኣሎ ወይ ሕዋትና እዮም ክንረድኦም ኣለና ከምዚ ክንገብር ኣለና ክንዲ ድብሉ በቃ ደየለዮም ድፅሕፉ ደለዉ ስለዚ እቲ ህዝብም ይጥመተኩም ኣሎ ሓሙሽተ ሚትን ሽዱሽተ ሚቲ ከባቢ ኣሎ እዚ ኣብዚ ኮመንት ክትጽሕፍ ከለኻ ጽባህ ንጎስኻ ናይ ለውጢ ሰብ እንድሕር ኮንካ እቲ ኮመንት ናትካ ይድሪ ህዝብሲ ኮመንት ይድሪ ኮመንት ሕማቅ ትጽሕፍ እንድሕር ኮንካ በቃ ብጣዕሚ ደጽለ ሰብ ኣይቅበለካን እዩ ስለዚ ቀጽል እስከ እንታይ ከመይ ጌርካ ትሪኦ እስከ እቲ ጉዳይ ደበልኩ ኦኬ ኣነ እዚኣ ርእይቶ ናተይ ጾንዓን ክህብ ሳባ ኣይወደን እሱ እሱ እኮ ኣይወደን ኦኬ ኦኬ
ሓንሳ ይወድኦ ኦኬ ሚት ገራ
ሕጂ ኣነ እንታይ እያ ዝብል ዘለኹ መሲልካ ሚኪ እታ ሕቶ ዝሓተትካኒ እ፣ እዋናዊትን ኣገዳሲትን እያ ማለት እዩ ስፔሻሊ ምስቲ ናይ ክልተ ዓመት ኣርባዕተ ዓመት ክኸይድ ገለ ፀንሖ ፖለቲካ ማለት እዩ ሓደ ግዜ እንታይ ኣጋጢሙ ነይሩ ገለ መስለካ ሰልጠነ ኣብ ሊብያ ገለ ደለውስ 25 ሽሕ ኣዋፅኦ ሰጊደሎም ድሓር ሽዑ ፈስቲቫል መዓልቲ ናጽነት እዚ መዓልቲ ናጽነት ኣብ ሊብያ ኮይኖምስ ኣብዒሎም ኢሉ ተረዲእ ከሎ ኩሉ ግዜ ይዛረበላ እዩ ነዛ ጉዳይ እዚኣ ገለ ማለት እዩ ድሕሪኡ ኣነ ክሕግዝ ግዳ ኣይክእልን እየ ገለ ኢሉ ነዚ ጉዳይ እዚ ይዛረበሉ እዩ ሕጂ እታ ነጥቢ እንታይ እያ ነይራ መሲልካ ሓደ ኣብ ፀገም ገለ ዘሎ ኣብ ሱዳን ዘሎ ህዝብና ኣብ ኣዲስ ኣበባ ዘሎ ህዝብና ኣብ ወሬኤቨር ተረዲእካ ኣሎ ተሰዲዱ ዘሎ ኣብ ፀገም ገለ ዘሎ ስፔሻሊ ኣብ ትግራይ ድዩ ኣብ ኣዲስ ኣበባ ድዩ ኣብ ሱዳን ድዩ ኣብ ካምፓላ ድዩ ኣብ ኩሉ ተሰዲዱ ገለ ዘሎ ህዝብና ከመይ ጌርካ ተረዲእካ ኣሎ ናቱ ብኮታት ፀገማት መዝሚዝካ ከመይ ጌርካ ተረዲእካ ኣሎ ኣብቲ ናትካ ዓንኬል ኣብቲ ናትካ ዓንኬል ፖለቲካ ተእትዎ እዩ እቲ ናቶም ስርሒት ናይ ደንበ ተቃውሞ ገለ ማለት እዩ እዚኣ ዝኾነ ሰብ ኤርትራዊ ክብርሃሉ ግለት ዘለዎ እያ ብሕልና ተረዲእካሉ ደንበ ተቃውሞ ኣብ ፀገም ገለ ዘሎ ኣብ ኣዲስ ኣበባ ዘሎን ኣብ ሱዳን ዘሎን ኣብ ካምፓላ ዘሎን ኣብ ትግራይ ዘሎን ብሕልና ደንበ ተቃውሞ ሓጊዙ ርኢናዮን ሰሚዕናዮን ገላን ይፈልጥን በታ ናቶም ፅገም መዝሚዝካ በቲ ናቶም ኣተሓሳስባ ነቶም ቆልዑ ህፃውንቲ ቆልዑ ካብ ኤርትራ ገለ ዝሰገሩ ናይ ዋላ ሓንቲ ፖለቲካ ኣፍልጦ ገለ ዶ ይብሎም ዋላ ሓንቲ ፖለቲካ ብዛዕባ እዚ ደንቢ ተቃውሞ ዋላ ሓንቲ ኣፍልጦ ገለ ዶ ይብሎም ውሽጣዊ ናቶም ፀገማት መዝሚዝካ ከመይ ጌርካ ካብቲ ናቶም ኣብ ናቶም ሕቕፈቶ እትያ ማንም ሰብ ክርዳእ ግድ ዘለዎ ንሓደ ሕብረተሰብ ከዓ ናብ ደንበ ተቃውሞ ክመፅእ ገለ እንድሕር ኮይኑ ብፀገሙ መዝሚዝካ ገለ ዘይኮነ ንፍትሒ ክትደልዮ ገለ ዘለካ ተረዲእዎ ናብ ደንበ ፍትሒ ክመፅእ ክኽእል ኣለዎ ተረዲእዎስ ናብ ደንበ ፍትሒ ክመፅእ ክኽእል ኣለዎ ኣይኮነን ብውሽጣዊ ፀገማቱ መዝሚዝካ ንኣብነት ነዚ ሓደ ቆልዓ ምሻ ኣሎ ድስዕስዕ ሚኪ ኣብ ሊብያ ከሎ ገለ ሓጊዞም ገለስ ገንዘብና ምለሰልና ገለ እንዳበሉ ድሕሪኡ እንታይ ገብርዎ ኣለዉ እንታይ ገብርዎ ኣለዉ ነቲ ቆልዓ ነቲ ቆልዓ ተረዲእካ ኣሎ ብሕልና ድዮም ሓጊዞሞስ ወይ ብሰብኣውነት ድዮም ሓ- ሓጊዞሞስ ወይ ኣብ ሊብያ ከሎ ተረዲእካ ኣሎ ጓዓጪጮም እዮም ናብቲ ናቶም ፖለቲካ ክእትዎ ዝሓስቡ ገለ ነይሮም ሲምፕል መረዳእታ ማለት እዩ ኤግዛምፕል እዩ ዘምፃልካ ዘለኹ ክንደይ ከዓ ከምኡ ዝገበርዎም ኣብ ኢታሊ ተተቐቢሎም መርዚ ዝኾነ ፖለቲካ እንዳስረፁ እንዳስረፁ እንዳስረፁ ካብ ሃገራውነቶም ልእላውነቶም ክፍንፍኑ ከም ዘለዎም እ፣ ታሪኾም ክፍንፍኑ ከም ዘለዎም ጀጋሩ ኣምኑ ኣቦታቶም ክርስዑ ከም ዘለዎም ክንደይ መንእሰያት ዕሸላት ቆልዑ ካብ ሕቕፉ ዲኦም ተፈልዮም ገለ ድመጹ ዝፈላለዩ እዮም ካብ ህዝቦም ማእለያ ዘይብሎም መንእሰያት ኣለዉ ስለዚ እቶም